ሰላም ተኸታተልቲ ናይዚ ቻነል ከመይ ኣለኹም ከመይ ትኾኑ ዕላል ምስ ትርሓስ ዝተፈላለየ ክፋላት ከይድና ኣለና ኣዝዩ ሰሓብን ንብዙሕ ሰብ ድማ ክምህርን ክምስጥን ከም ዝኸኣለ ኣብ ፊድባክ ናትኩም ንርእዮ ኣለና ብዙሓት ሰባት ኢንስፓየር ከም ዝኾኑ ልዕሊ ኩሉ ድማ እቲ ዕላማ ናይዚ ዕላል እዚ ናይ ትርሃስ ዕላል ፍለጥዎ ኢልና ኣይኮና ንልምን ዘለና ካልኦት ኣብ ዝተፈላለየ ክፋል ናይ ህይወት ንዘለዋ ደቂ ኣንስትዮ ዝያዳ ንሳተን እውን ተተባቢዐን ሕልምታተንን ባህግታተንን ባዕለን እውን ክገብራ ከም ዝኽእላ ንኽፈልጣ ምኽንያቱ ሰብ ካብ ከባቢኡ ካብ ካልእ ርእዩ እዩ ዝፈልጥ ኩሉ ግዜ ትምህርቲ ካብ ካልእ ሰብ እዩ ዝመጽእ ስለዚ ነቶም ኣብ ብኡ ሓሊፍኩም ናብ ዝለዓለ በጺሕኩም ዘለኹም ብጣዕሚ ጽቡቕ ብኣኽን ብኣኹምን እውን ዕጉባትን ኩርዓትን እንዲና፣ ነተን ድሕሪት ዘለዋ፣ ድሕሪት ዘለዉ ድማ መሃሪ ክኸውን ከም ዝኽእል እቲ ጉዕዞ ናይ ትርሓስ ካብ ኣፍሪቃ ምውጻእ ጥራይ ዘይኮነስ ዋላ እቲ ናይ ህይወት ምርጫታት ኣብ ኤሮጳ ምስ መጸት ዝወሰደቶ እውን ንብዙሓት ሰባት ክምህር ከም ዝኽእል ወይ ቁሩብትለይ ሞቲቨይት ክገብር ከም ዝኽእል ኢንስፓየር ክገብር ከም ዝኽእል ነተን ከምኡ ትገብራ ዘለኽንን ዘለኹም ድማ ንዓኹም እውን ቫሊደሽን ይብልዎ ነቲ ጻዕርኹም ዘጉልሕ ምዃኑ ንክንገልጽ ኢልና ኢና ንገብሮ ዘለና። ስለዚ እታ ናይ ሎሚ እንገብራ ክፋል እውን ብዙሕ ግዜ ኣብ ኩለን ክፋላት እውን ዝተሓተትናያ ኢና። ንሳ ድማ ቁሩብ ትልይ ብዛዕባ ህይወትና ምናልባት ንጽር ዘይበለ ኣሎ ትርሓስ ክትገልጸልና እያ ጽንሕ ኢላ ናትና ሌላ ከመይ ከም ዝነበረ ብሕጽር ዝበለ ብዙሕ ክዝረበሉ ኣገዳሲ እውን ኣይኮነን ግን ነቲ ዕላል ንክኾነና ካልኣይ ድማ እቲ ናትና ርክብ እውን ኣብ ክልተ ሃገራት ስለዘለና ብዙሕ ሓበሻና ድማ ኣብዚ ግዜ እዚ ገሊኡ ናብ ኣፍሪቃ ገሊኡ ኣብ ኤሮጳ ከሎ ኣብ ኣሜሪካን ኤሮጳን ኣብ ከናዳን ኣሜሪካን ኣብ ኦስትሬልያን ኣብ ኩሉ ፋሕፋሕ ኢልና ስለዘለና እቲ ህይወት ንኹሉ ዝትንክፍ ስለዝኾነ ቁሩብ ትለይ ኣነ ካብ ዝገበርኩዎ መጽናዕቲ ተደመሮ ካብ ናትና ተመክሮ ጌርና ነዚ ተፈላሊኻ ዘለኻ ህይወት እውን ብኸመይ ክትገጥሞን ክትዕወተሉን ሕጉስ ዝኾነ መንፈስ ክትገብሮን ትኽእል ወይ ክትመሃረሉን ትኽእል ዝገልጽ እውን ቁሩብ ትለይ ክንትንክፍ ኢና ሎሚ እሞ ነዊሕ ኣንዊሐልኩም ኣለኹ ሕጂ ናብቲ ዕላል ክንኣቱ እታ ቀዳመይቲ ሕቶቲ እቲ መጀመርያ ቴንኪ ኣገይን ነዚ ዕላል ምሳና ክትገብርዮ ምውሳንኪ ብጣዕሚ ኢና ነመስግን ናይ ሎሚ ሕቶ ናተይ ናትክን ሌላንስ ቁሩብ እስከ ስኺ ዝያዳ ንክትገልጽዮ ትኽእሊ ስለዚ እስከ ቁሩብ ትለይ ብዛዕባኡ ነዞም ሰዓብትና ንገርዮም
ያእ thank you ኣነ ውን ሰላም ክብለኩም እፈቱ ከመይ ቀኒኹም ከመይ ኣለኹም ሰናይ ክትኮኑ ካብ ልቢ ትምኒተይ እዩ ዝገበርካ ጌርካ እምበኣር ኣብ ራብዓይ ከማን በጺሕና ኣለና ኣርጊጽካኒ ኢኻ ደሓን መቸም ንጽቡቕ እዩ ኸኣ ንኹላትና መሃሪ ክኸውን ተስፋ ገብር ምስ ጆርጅ ዝተላለናሉ ብሰብ ኣይኮናን ተላሊና ጃስ እዚ ሶሻል ሚድያ ሎሚ ንጥቀመሉ ዘለና ፌስቡክ ንሱ ይላሊና ከምቲ ኣብቲ ዝሓለፈ ገሊጽናዮ ዝነበርና ማለት እዩ ኣብ ፌስቡክ ተላሊና ገለ ደሓር ኣብ ገለ መገዲ ኣብ ጁባ ምስ ከድኪና ከማን እቲ ፍሬንድ ሪኩዌስት ተቐቢለዮ ኣነ ሕጂ ኣይፈልጦን እየ ነይረ ንዕኡ ግን ወዲ ከረን ገለ ገለ ናትካ ፍሬንድ ከኣ ድፈልጦም ሰባት ነይሮም ብከምኡ ተቐቢለዮ መቸም ፈልጠ ንኸውን እዩ ወይ ኣብቲ ካንሸሎና እንዳወዳ ስለ ዝነበረ ይመጽእ ነይሩ ኸውን እዩ ገለ ከምኡታት ሓሳባት ይሓስብ ነይረ Anyway ብከምኡ ተቀቢለዮ ገለ ደሓር ኣዕሊልና መቸም ሓደ ግዘ ተራኪብና በጋጣሚ ቻት ጌርና ገለ ኣብ ሱዳን ከም ዝነበረስ እታ መሓዝ እቲኣ ምሳይ ዝነበረት ጓልሲ ንገዛኩም ከም ዝመጸት ምስ ነገርካኒ እወ ከምዚ ከምዚ ዝነበርኩ ምስኩም ኢኩም ገለ ኢለካስ እወ ከምዚ ከምዚ እወ ሽዑስ እወ መጺኪ ኔርኪ ዲኪ ናብኡ ገለ ኢልካኒ ኖእ ኣይመጸኩን ግን ሓንቲ ሰብ ከምዚ ኔራ ድመጸት ኣብ ገዛኩም ገለ ኢለካ ሽዑ ኣረ ዴር ስዑድ ተልካኒ ሽዑስ እንኳዕ ከማን ናብዚ ኣባና ኣይመጻኺ ሽዑ ብዙሓት ደቂ ኣንስትዮ ነይረንስ ኣይምተገደስኩልክን ነይረ ገለ ኢልካ ትዝክሮ እንተኾይንካ እይ ገለ ኢለካሲ ኣይምተገደስኩልክን ነይረ መርዓ ስለ ዝነበረ ከዓ ናይ ብራይ ስለ ነገር እዩ ዝኾነ። ፋሚሊ ኣሎ ገለገለ ኩሉ ነገር ኣሎ ድሕሪኡ በቃ እንታይ ኢልካኒ ሽዑ ይዝክሮ ተምሃራይ ኢኻ ትምህርቲ ክጅምር ገለመለ ኢልካኒ ስዊስ ከም ትቕመጥ እውን ነጊርካኒ ሽዑ ኣነ እውን ጁባ ኣለኹ ሕጂ እየ መፅኤ ንጁባ ሰሙን ገይረ ኢልካኒ ንስኻ ውን ሽዑ ቅነ ኢኻ ከም ተመለስካ ንስዊዝ ነጊርካኒ ያ ብድሕሪኡ ኣይተራኸብናን ነዊሕ ኮይኑ በቃ ኣይተራኸብናን ኣብ 214 ኣነ ግሪክ ምስ ኣተኹ ኣብ ዝኾነ ስእሊ ፖስት ጌርካ ነርካ ኣብ ዋሽንግተን ኮንካ ተሰኣልካዮ ያ ሽዑ ስራሕና ኣሜሪካ ከይደ ሽዑ ንእሜሪካ ድኸትካ ጠቕሊልካ ይመሲልን ነይሩ እዚ ወዲ ስከይዱ ንእሜሪካ ገለ ኢለ ሽዑ መሰጅ ፅሒፈልካ ዝክሮ ኣይመለስካለይ ንቢዚ ኔርካ ድሓር ግን ነጊርካኒ ቢዚ ከም ዝነበርካ ስለምንታይ ድየ ረኣካዮ ሽዑ ምስ ተመለስካ ንስዊዚ ኢካ ከማን ርኢካዮ ድሕሪኡ ኣብ ፍራንስ ምስ መጻኩ ዳግማይ ከምኡ ንእሽተይ ቻት ጌርና ማለት እዩ ተራኺብና ንስዊዝ ክመጽእ እውን ትዕድመን ኔርካ ኣይመጽእን እየ ከምዚ ከምዚ ገለ ምስ በልኩካ ንእሽተይ እውን ኣዕልና ሽዑ ክመሃር ትምህርቲ ክዘለኩ ገለ ኢለካ ድሕሪኡ ያው ብጣዕ ወላ ሓንቲ ይበልካንን ኦኬ ኢልካኒ ንኤሜርካ ውን ንትምህርቲ ንምንታይ ከም ደኸትካ ነጊርካኒ ሽዑ ንሽወደን ምስ ከትኩ ኣነ ንሽወደን ከም ደኸትኩ ኣይነገርኩዋን ወላ ሓንቲ ኮንታክት ይነበረና ጃስ ወላ ሓንቲ ከዓ ምሻሉ ከምዚ ሓቂ ዘረባ ዝኾነ ነገር እቲ ናይ ሽዑ ዝነበረ ከምዚ ሎም ዓደለ ናይ ክኸውን ኢለ ብምንም ተኣምር ሓሲበ ይፈልጥን እየ ነይረ ክሕሱ ይደሊ ከምዚ ሓስብ ነይረ ገለ ሕልሚ ነይርኒ ገለ ክብል ኣይክእልኒ ግን ምስ ከድኩ ሽወደን ኣብ ክልተ ሽሕን ዓሰርተ ኣርባዕተን ንሽወደን መጺኻ ኔርካ ሽዑ ተለጊጽካለይ ኢኻ ትዝክሮ ኢኻ ኣጸሊልካኒ ኢኻ ሓንሳብ ቀደም ንዝክሮ እንድሕር ኮይና ኣብ ታሕቲ ፌስቡክ እንዳተጠቀምና ሎኬሽን ናህና ይነግረና ነይሩ እዩ ያ እቲ ግዜ ሕጂ ኣነ ኣነ ኣይስተውዓልኩሉን ንዑ ይሪኦ እኮ ኣለኹ ንሱ ግን ከምዚ ምሻልካ ኣይተድህበሉን ኢኻ ሕጂ መጺኻ ስኻ ትጽሕፈለይ ገለ ኔርካ ትጽሕፈለይ ገለ ኖራላጋታን ድባሃል ኢዩ ኔሩ ናትና ገዛውቲ ኣብ ኖራላጋታን ኣሎኹ ገለ መለ ኢልኒ ኖራላጋታን ን ሽዑ ዓው ኢለ ተዛሪበ እታ ጓል ገዛ ሽዑ ድሓን ዲኺ እንታይ ኮንኪ ጓል ኣቲ ሓደ ሰብ ከም ዝብለኒ ኣሎ ገለ ኢለ ኣስ እንታይ ዝኾነ ኢዩ እንታይ ዝኾነ ኢዩ ገለ ኢለ ኣንጽ እንታይ ፈሊጠ ኖራላጋታን ሽዑስ እመን ኣይትእመን ወላ እቲ ኣድራሻ ናይ ገዛና ኢዩ ጠፊእኒ ምኽንያቱ ኣይተጸበኹዎን ከምኡ ኢልካ ንዑታት ክትነግረኒ

እዋይ ሽዑ ተቛጺርና ኣብ ሓደ ቦታ ምስ መጻኻ ምስ ረኣኹኻ ሰንቢደ ብጣዕሚ ሰንቢደ እሱ ድዩ ገለ ኢለሲ ናይ ብሓቂ ትዝክሮ ትኾን ኢኻ ሽዑ ኣነ ዝጽበዮ ዝነበርኩ ሓቂ ዘረባ ገለ ነገር ስእሊ ነይርኒ ምሻሎ ነዊሕ ወዲ ገለ መለ ገለ እየ ዝጽበ ነይረ

ድሕሪኡ ከምኡ ኢልና ብሓንሳብ ሻሂ ሰቲና ብሓንሳብ የዕሊልና ጽቡቅ እንታይ ድበሃል ጌርና ብዙሕ ምኽርታት መኺርካኒ ብጣዕሚ ክስታይ ኣቢልካኒ ሽዑ ካልኣይ ግዜ እውን ንኽንራኸብ እንታይ ድበሃል ጌርና ኣነ ሞር ሞቲቬት ኮይነ ንኽረኽበካ ምኽንያቱ እቲ መጀመርታ ምስ ኣዕለልካኒ ከምዚ ኣብ ኣብ ሂወትሲ ቅድሜኻ ዝጸንሐ ሰብን ኣብ ከምኡ ዓይነት ዕብየት ዝኸይድ ዘሎ ሰብን ኣብ ኣብ የድልየካ እዩ ሰብ ምኽንያቱ ብዙሕ ነገር ክብለካ ይኽእል እዩ ሽዑ ብጣዕሚ ሞቲቬት ኮይነ ንኽረኽበካ ከማን ሽዑ እሞ ካልኣይ እንድሕር ኣለኻ ኮይንካሲ ካልኣይ ግዜ ክንራኸብ ከማን ኢለካ ኣነ ባዕለይ እቲ ቆጸራ ክሳይ ገይረዮ ንኻልኣይ ግዜ ማለት እዩ ሽዕኡ ኦኬ ኢልካኒ ካልኣይ ግዜ ተራኺብና ብጣዕሚ ካብቲ ናይቲ መጀመርታ ንላዕሊ ውን ጽቡቕ መምርሒታት ሂብካኒ ብዙሕ ነገር እንታይ ድበሃል ክገብር ነጊርካኒ ብጣዕሚ ናይ ዕቤት ሰብ ምዃንካ ጽሉል ንክትዓብሲ ጽሉል ሰብ ምሻሎ ክዓቢ ጥራይ ዝደሊ ሰብ ከምኡ ዓይነት ሰብ ምዃንካ ኣንቢበ ሽዕኡ ምሻሎ ብዙሕ ነገር ለባም ሰብ ኢኻ ከምዚ ክስታይ ፈቃር ሰብ ምሻሎ ደሓር ከኣ መስሓቅካ ንዓይ ከምዚ ጆክ ብጣዕሚ ተስሕቀኒ ኔርካ ኣስናነይ ዳርጋ ዓጸ ክበኒ ክስሕቅ እንታይ እዩ ዝወዲ ኮሜድያን ድዩ እንታይ እዩ ገለ እብለካ ኔረ ብጣዕሚ ከምኡ ምሻሎ ናይ ብሓቂ እቲ እስኻ ንጓል ኣንስተይቲ ዝስሕብ ነገራሲ ኔርካ ሽዑ ግን ሓንቲ ዝፈተኽዋ ሽዑ ግን ብጣዕሚ ዝፈተኽዋ ነገር ናትካ ኔራ ሽዑ ኣመና ርስፔክት ነይርካ ኣብ ጓል ኣንስተይቲ ማለት እዩ ኣነ ብዙሕ ነገራት ብፍላይ ኣብቲ ክብርታት ናይ ጓል ኣንስተይቲ ዝነበረካ ገለገለ ስእልታት ኣሎ ናይ ደቂ ተባዕትዮ ከምዚ ወዲ ረኺብካስ ሳክት ስቕ ኢሉ ሒዝካ ናብ ዝኾነ ወይ ሆቴል ድኸይድ ወይ ገለገለ ድሓስብ ሰብ ኣሎ ከምኡ ዓይነት ሰብ ኣይኮንካ ከምኡ ዘይምዃንካ ከዓ ዝያዳ ኣብ ልዕሌኻ እንታይ ድበሃል ኣኽብሮትን እቲ ምሻሎ ገለ ነገር ጠብላሕታ ክገብረለይ ዝፈተነ ማለት እዩ

ክገብር'የ ምስ በልካኒ ግን ብጣዕሚ ተደኒቐ ብኣኻ ምክንያቱ ኩሉ ነገርሲ ክኽውን ከም ዝኽእል እውን ፈሊጠ ገለ ዝተወሰነ ጊዘታት እዩ ኔርና ቻድ ድሕሪኡ ተጣፊእና በቃ ተጣፊእና ተጣፊእና ተራኺብና ኣይንፈልጥን ኢና ኔርና ግን ገለ ነገር ይመጸኒ ኔሩ ሓደ ሓደ ጊዘ እንሻሎ ሓደ ጊዘ እውን ሕልሚ ይሓልም ኔረ ብዙሕ ጊዘ ሰለስተ ጊዘ ሓደ ሕልሚ ኣሸጊርንስ ንሓንቲ እደ ምስ ነገርኳሲ ከይትገትፍዮ ነዚ ሰብ እዚ ገለ ኢላትኒ እታ ሰበይቲ ይገርመኒ ኔሩ ዓባይ ሰበይቲ እያ ከምዚ ጥዕና ዘይብላ ኣደ እያ ኔራ ከይትገድፎ እየ እኳ እሞ ንሱ እኮ ዝኮነ ነገር ኣይተዛረበንን ንዓይ ገለ እብላ ኔረ ኣይ ድሓን ወይ መገዲ ከሊእክዮ ኣለኺ ወይ ክኣ ዝኮነ ነገር ኣሎ ገለ ትብለኒ ማለት እዩ ንስኻ ክኣ መገዲ ከሊኤካ ዘይኮንኩስ ትምህርትኻ እካ ትገብር ኔርካ ውራይካ ትገብር ኔርካ ኤንወይ ከምኡ ኢላትኒ ድሕሪኡ ኣይተራኸብናን ኣይተራኸብናን ኣነ እውን ካልእ ፕላን ጌጥ ኔርኒ ማለት እዩ ንኣፍሪቃ ክከይድ እንታይ ድበሃል ኔሩ ካልእ ካልእ ወረቀተይ ምስ ወሰድኩ ብፍላይ ኣብ ክልተ ሽሕን ዓሰርተ ሓሙሽተን ክከይድ ንኣፍሪቃ ይሓስብ ኔረ ዝኮነ ነገር ኔሩ ኣይኮነን ከኣ እሱ ብዝኮነ ምክንያት ፈሺሉ እሱ ደሓር ኣብ ክልተ ሽሕን ዓሰርተ ሽዱሽተን ሓደ መዓልቲ ኣብቲ መጀመርታ ክልተ ሽሕን ዓሰርተ ሽዱሽተን ኣይ ቲንክ ይዝክሮ ሰንበት መዓልቲ ኔሩ ገዛ ኔረ ኣነ ቁርሲ ክገብር ተብተብ እናበልኩ ከለኩ ደዊልካለይ ኣነ እመን ኣይትእመን ብጣዕሚ እየ ሰንቢደ ምስ ተበልካኒ ዋው ገሊልስ ተቅቢለካ ሽዑ ኢልካኒ ትቅበልኒ እውን ኣይመሰለንን ነይሩ ገለ ኢልካኒ እንታይ ጌርካኒ እሞ ዘይቅበለካ ገለ ኢልካ ሽዑ የዕሊና ነዊሕ የዕሊልና ሽዑ ኢለካ ኣጋይሽ ነይሮም ንሽዑ ድመፁ ኣሕዋተይ ነይሮም ምሳይ ሰንበት ገለስ ብሓደ ንቆርስ ነይርና ክንመፁን እዮም ከምዚ ከምዚ ከምዚ ገለ ኢለካ ኣሕዋት ነይሮም ክልተ ኣሕዋት ኮይኖም ምሳይ ይቆርሱ ነይሮም ተኣሽሙ ሽዑ ናይ ምሸት ቀፂልናዮ ሽዑ የዕሊልና ካብታ ሽዓ መዓልቲ ክሳብ ሎማዓንቲ ብዙሕ ሓርጎጽጎጽ ነይርዎ ብዙሕ ነገራት ነይርዎ ክሳብ ሎማዓንቲ ብሓደ ኣለና ግን እዚ ተራኺብና ማለት ብዙሕ ናይ ናይ ኬትካ መጻኻ ትራንስፖርት ነይርዎ ብዙሕ ግዜ ፍላይ ንገብር ነርና ብፍላይ ኣነ ብዙሕ ግዜ ድገሽ ድሓን እሳ በይና እንዲና ክንሪያ ሶ ኣንቲንክ እናተዛረብክ እንታይ ዘኪረ ዳርጋ እቲ ሌላናሲ ኣብ ጉዕዞ ሂወተይ ከለኹ እዩ ነይሩ ክጅምር ከለኹ ትምህርቲ'የ ተላልየኪ፣ ድሕሪኡ ትምህርተይ ምስ ረኸብኩ I think ረሲዐኪ probably ግዜ'ውን ኣይነበረንን፣ ሽዑ ቀዳማይ ዲግሪ ምስ ወዳእኹ ኣብቲ ኣሜሪካ ከይደ ፔፐረይ ምስ ኣረከብኩ ብጣዕሚ ደኺመ ስለ ዝነበርኩ ኣብ ስዊድን ወዲ ሓቦይ ኣለኒ ኣብ ስቶኮሎም ከምኡ ድማ ሓወይ ኣለኒ ሶ ምስኦም ነይረ ቀንየ ኣጋጣሚ ምስ መጻኹ ኣብቲ ከባቢኹም ነርና ተራኺብና ንእሽተ ዕሊልና ክሳብ ክንደይ እዚ ታሪክ እዚ ንዕሎ ዘለና ውን ሽዑ እዩ ተገሪማ ኣነ ከምኡ ኢልኩም ምምጻእኪ ከምኡ ጸይርኪ ምምጻእኪ ሽዑ ውን ኣድኒቐ ዝያዳ ግን እቲ ኣብቲ ግዜ እቲ ሓዳሽ ስለ ዝኾንኪ ሂወትኪ ንክት ናበይ ገጹ ክኸይድ ይኽእል ኢለ ቁሩብ በቲ ተመክሮይ ከማኽረኪ እየ ፈቲነ ድሕሪኡ እንደገና ተመሊሰ ኣነ ማስተርስ እቕጽል ነይረ ኣትየ ወድየ እቲ ክረኽበኪ ከለኹ ውን ማስተርስ ምስ ወዳእኩ እየ ዝረኽበኪ ነይረ ሽዑ ካልኣይ ግዘ ምስ ወዳእካ ያ ረኺብካ ስለዚ ትምህርተይ ጎን ጎኒ ሂወተይ እናገበርኩ ምስ ወዳእኩ ተራኺብና ጽቡቕ ኣጋጣሚታት እዩ ኢንፋክት እቲ ሂወት ግን ዝጀመርናዮ ውን ትምህርተይ ወድየ ስራሕ ምስ ሓዝኩ ኢና እቲ ህይወት ክንዕልል ጀሚርና ኣብ ክልተ ሽሕን ዓሰርተ ሽዱሽተ ማለት እዩ። ስለዚ ድሮ ነዊሕ ግዜ ክዕዘበኪ ክኢለ ማለት እዩ። እዚ እዩ ድማ ዝሕግዘካ ኣብ ህይወትካ ንሓደ ሰብ ንነዊሕ ግዜ እንተሪኢኻዮ ኣብቲ ቃልቃል ዝብል ፍቕሪ ገለገለ ከለካ ኣብቲ መጀመርያ ኩሉ ፅቡቕ እዩ ዝመስለካ ምስ ግዜ ግን ንሰብ ክትፈልጦ ትኽእል ኢኻ እንታይ ዓይነት ባህሪ ኣሎ ክርእየኪ ከለኹ ኣብ ዝተፈላለየ ደረጃ እውን ኣተሓሳስባኺ ይዓቢ ነይሩ ኣብ ቀደም ዝነበረ ነገራት ናብ ነገራት እናዓበየ እናዓበየ መጺኡ። ሽዑ ኣብቲ ክልተ ሽሕን ዓሰርተ ሽዱሽተን ኣነ ኣብቲ ግዜ እቲ ብዙሕ ናይ ዝነበረ ሓጎስ ጎጽ ናይ ህይወተይ ገዲፈ ሕጂ ሓደ ቀዋሚ ህይወት ክጅምር እኽእል እየ ኣብ ዝብል ግዜ እየ በጺሐ ነይረ። ስለዚ እቲ ህይወት ጀሚርናዮ ብዙሕ ከም ዝበልክዮ ሓጎስ ጎጽ ነይርዎ። ዝያዳ እታ ናይ ሎሚ ትምህርቲ እውን ነቶም ከምዚ ህይወት ተፈላልዮም ኣብ ኤውሮጳ ከለዉ ድዮም ኣብ ሓደ ሃገር ከለዉ ድዮም ኣብ ኣፍሪቃ ስለ ዘለዋ ድዩ ዝተፈላለየ ፍልልይ ንዘለዉ ካብ ተመክሮና እኳ ሼር ክንገብር ተደለና ዝያዳ ግን ንዑ ዝሕግዝ እውን መፅናዕቲ ክገብር ቀንየ ምክንያቱ ብዙሕ ግዜ ንሕተት ኣርእስቲ ዝሳያ ስለዚ ሓደ ካብቲ ኣብ ከምዚ ክሕግዘካ ዝኽእል ኣነ ብናተይ ስለምንታይ ኢኻ ተፈላሊኻ ዘለኻ ክርዳእካ ክኽእል ኣለዎ ምንጪ ናይ መፈላለይኻ ንኣብነት ናይ ኣፍሪቃ እንተላ ሰበይትኻ ንስኻ ኣብዚ እንተለኻ ርዱእ እዩ ስለምንታይ ተፈላሊኻ ኣለኻ ወረቓቕትኻ ግዜ እቲ ኢሚግሬሽን ስለ ዝሓዘካ እዩ ስለዚ ኣብዚሲ ቁሩብ ትለይ እንታይ ክትገብር ኣለካ ክጽንሂለክ መክሬ ኣብ ኤሮጳ ከለኻ ወይ ኣብ ሓደ ገር ሃገር ከለኻ ከፈላሊካ ዘሎ እንታይ እዩ ትመሃር ስለ ዘለኻ ድዩ ምስ ስራሕ ስለ ዘይትሰማማዕ ድዩ ስለዚ ኣብቲ መፈላለይኻ ክትረዳዳእ ክትክእል ኣለካ። ወረቀት ውን ዘይብልካ ተኾይኑ። Yes ወረቀት ዘይብልካ ስለ ዝኾንካ ድዩ ዝተፈላለየ ነገራት ክኾኑ ይኽእሉ ወይ ድማ ወረቀት ንኽትወስድ ስለ ትጽበ ትጽበ ዘለኻ ድዩ ዘለኻ ውን። ስለዚ እዚኣ ሕት እዚኣ ነጥቢ እዚኣ ምስ ካልእ ምስ ምስ ምንታይ ትኸይድ ክሳብ ክንደይ እዩ ከ እቲ ፍልልይ ክኸውን? ክሳብ መኣስ ኢኻ ክትፈላለ? ኣብ ኣፍሪቃ እንተላ ወይ ኣብ ካልእ እንተለኻ ክሳብ ዝሰልጠካ እዩ ክኸውን። ኣብ ኤሮፓ እንተለኻ ከኣ ክሳብ ትምህርትኻ ትውዲ ድዩ? ክሳብ ወረቐትካ ትወስድ ድዩ? ነጥቢ ክትገብረሉ ኣለካ። ስለዚ ንክንድዚ ኢና ክንጽበ ክትብል ከለኻ ኩሉ ግዜ ሓንጎልካ ይፈልጥ እዩ። እቲ ትጽቢታትካ ሲ ኤክስፐክተሽን ናትካ ሊሚት ኣለዎ። እንድሕሪ ስለምንታይ ተፈላሊኻ ኣለኻ መግለጺ ተዘይብልካ ግን የሰሓሕባካ ውን እዩ ስለዚ እዚኣ ንጹር ዝኾነ ርድኢት ብኽልቲኡ ወገን ክህሉ የተሓሳስብ ማለት እዩ። ንዓና ውን እኮ ትዝክሮ ተኾይንካ እዚ ሳያ ጠቒማትና እያ።
ከምዚ ቅድሚ እቲ ዝነበረ ግዘ ሲ ብዙሕ ግዘ ነብል ኔርና ትብለኒ ኔርካ ከምዚ ኢልካ ዲስታንስ ሂወሲ ብጣዕሚ የጨንቀካ ኔሩ ንዓካ ኣይትፈትዎን ኢካ ኔርካ ሕጂ ከምዚ ኣነ ዝቅቦሎ ገለ ይመስለካ ኔሩ ግን እቲ ጋጣሚ ናህና ዝነበረ ከኣኒ ወረቀት ኔራ ሓንቲ ወረቀት ከውጽኣ ዝደሊ ዝነበርኩ እሳ ሕጂ ጊዘ ወሲዳትለይ ኔራ ንዓ ሕጂ እንታይ ይብለካ ኔረ ትዝክር ተኮንካ በቃ እዚኣ ወረቀት ትወዳእ እሞ እሳ ምስ መጸት ግን ዝኮነ ነገር ክንውስን ኢና ገለ ብለካ ኔረ ምክንያቱ እቲ እቲ ፕላን ዘይምህላውሲ የተናክፈካ እዩ ኣባና ስለ ዝረኣክዎ ኣነ ብትክክል ያ ኣይ ቲንክ
ብፍላይ ኣብዚ ምዕቡል ዓለም ከለኻ እቲ ተፈላሊኻ ምንባር ሓደ ሓደ ግዜ ብጣዕሚ ረባሺ እዩ ኣብ ሂወትካ ረባሺ ክኸውን ይኽእል እዩ ምኽንያቱ ግን እቲ እቲ ኣፈላሊካ ዘሎ ነጥቢ ክውንነት ዘለዎ ኣገዳሲ ነጥቢ እንድሕር ኮይኑ ከመይ ጌርካ ኣብኡ ከትነብር ከዓ ብልሓት የድልዮ እዩ ሓደ ካብኡ ሕጂ ሕጊ ክህልወካ ኣለዎ እቲ ሕጊ እንታይ እዩ ኣብ መዓልቲ ክንደይ ግዜ ክትራኸብ ኣለካ ንኣብነት ከመይ ሓዲርካ ትበሃሃል ደሓን ሕደር ከኣ ትበሃሃል ማለት እዩ። እዚ ሕጂ ግዴታ እዩ። ክሳብ ብሓደ ዘለኻ ደሃይ ሓድሕድ ክትገብር ኣለካ። ቴክኖሎጂ ስለ ዘሎ ግን ምሉእ መዓልቲ ቻት ክትገብር ኣለካ ማለት ኣይኮነን። የስ ንሓድሕድካ ኣብ መንጎ ስርቕ ኣቢልካ ከመይ ኣለኻ ከመይ ኣለኺ ክትብል ትኽእል ግን እስኬጁል ናይ ሓድሕድካ ክትፈልጥ ኣለካ። ትምህርቲ እንተለኪ ኮይኑ ኣብ ግዜ ትምህርቲ ክርብሸኪ የብለይን እቲ ወዲ ማለት እዩ ከምኡ ድማ እታ ጓል። ስራሕ እንተሎ እቲ ናይ ስራሕ ግዜ ኣብ መዓልቲ ግን ሓንቲ ግዜ ብዝተኻለ መጠን ምስ ሸድዩ ኣብ ክልቲኦም ዝሰማምዖም ግዜ ሕጊ ክህልወሎም ኣብታ ግዜ እቲኣ ሓደ ሓደ ግዜ ኢቭን ሎ ሕጂ ከንብብ ከለኹስ ኣንሕና ውን ኣይንፈልጦን ኢና ኔርና ግን ኣገዳሲ ዋላ ደይት ክትገብር ትኽእል ኢኻ ኢሎም ክልቴኻ ቪድዮ ወሊዕካ ክዳንካ ቀይርካ ልክዕ ከምዚ ሻሂ ትሰቲ ዘለኻ በብወገንካ ኮይንካ ውን ከምኡ ክትገብር ትኽእል እዚ ሕጂ ኣብ ሰሙን ዲኻ ያ ቡን ዝገበርናሉ ግዜ ነይሩ እሱ ውን ኣገዳሲ እዩ ፕሮግራም ጌርካ ንሰንበት ከምዚ ክንገብር ኢና ወይ ንኸምዚ ከምዚ ኢልካ ትጽበዮ ማለት እዩ። ሽዑ ኣብቲ ግዜ እቲ ኩሉ ቴክኖሎጂኻ ኣዋዲድካ ናይ ክልቴኻ ግዜ ትገብር። ከምኡ እውን ብዝተኻለ መጠን ንክልቴኻ ዝጠቅም ንኣብነት ድራማ እንተሎ ኮይኑ ወይ ገለ እንተሎ እዚ ናትና ትምህርቲ ንኣብነት ትፈትዎ እንተኾይንካ ኣብ ሓደ ግዜ ከም ትርእዮ ድዩ ንዑ ክልቴኻ ዝረኣኻዮ መዛረቢ ኮነካ እዚኣ ብዛዕባ እዚኣ እስከ ንዘራረብ ከመይ ማለቶም እዩ እዚ ማለቶም ኢልካ ዲስከስ ክትገብር ከለኻ ሓባራዊ ረቋሒ ጌርካ ኣለኻ ማለት እዩ ስለዚ ቴክኒካት ኣለዎ ነቲ ህይወት ካልእ እንታይ ከም ትደሊ ክትነጋገር ኣለካ ንኣብነትቲ ክልቴና ንተኣማመን ድሕሪ ኮይና ነቲ እምነት ኣብ ፈተና ክንእትወ የብልናን ትርሓስ ንዓይሲ ኣብ ክለብ ከይደ ምስ ካልኦት ክላለ ከማሲ ወይኣው ክሓድር ገለ ዘይትፈቱ ተኮይና ክገብሮ የብለይን ኣነ ወይ ድማ ኣቐዲመ ዕለት ክንድዚ ኣብ ከምዚ ቦታ ክኸይድ እየ ኢልካ ሓቢርካ ተረዳዲእካ ክኸውን ኣለዎ ነቲ ሰብሲ ብሻቕሎት ከም ዝብላዕ ክትገብሮ የብልካን ክትተሓላሎ ኣለካ ማለት እዩ ግን ኩሉ ግዜ እታ ናይ መወዳእታ ነጥቢ ኣብዚ እታ ተፈላሊኻያ ዘለኻ ፈተና ናይ ሂወትካ ምዃና ክትፈልጣ ኣለካ ጽንዓት ናይ ፍቕርኻ ድማ ኣብኡ እዩ ዝረኤ እምነት ብፍላይ እንድሕር ዘይትተኣማመን ኮይንካ ከቢድ እዩ ክኸውን። ስለዚ እታ መፈላለይትና ነቲ እምነት ናይ ክልቴና መፈተናያ ግን ክንዕወተሉ ኢና ልዕሊ ግን እኮ ከምዚ ከይዱ ዘይትደሊ ስለ ትፈርሕ እያ ዝኾነ ሓደ ቅንእ ክህሉ ይኽእል እዩ ያ ደቂ ሰባት ብተፈጥሮና ናይ ቅንእ ባህሪ ኣለና ምክንያቱ እቲ ናትካ ሰብ ናብ ካልእ ክኸይድ ስለ ዘይትደልዮ ኢኻ ናትካስ ናትካ ጥራይ ክኾነልካ ኢኻ ትደሊ ንእሽተይ ክምላኣልካ ስለ ትደሊ እኮ እያ እምበር ኢልካያ ኢኻ ኩሉ ጽቡቕ ያ፣ ያ። ገሊጽካዮ ኢኻ ብርግጽ ንሳ እታ ኣገዳሲት ነጥቢ እያ። ኣቡ ሕጂ እንታይ የድልየካ? ብዝተኻለ መጠን ኣብ ዝከኣለሉ ቦታ እንተለና ንኣብነት ኣብ ኤሮፓ ድዩ ገለ እንተለና ክንጋየሽ ኣለና ሕጂ ኣነ ንስኽን ብፍላይ ኣብ 217 ብዙሕ ብዙሕ ትመፅኒ ነርኪ ኣነ ውን ብዓቅመይ ይከደኪ ነይረ ማለት እዩ ኣነ እኳ ኩሉ ግዜ እንታይ እየ ዝብል ትርሓስ ንስዊስ ክትመፅእ ከላ ቫኬሽን እዩ ኣነ ንስዊድን ክከይድ ከለኩ ኣብቲ ንሳ ትቅመጠሉ ዓዲ ግን ኣይ ቲንክ ቁሩብ መቅፃዕቲ ዓይነት ይብል ነይረ ምክንያቱ ካብ ፅቡቅ ዌዘር ናብ ዝሑል ዌዘር እየ ዝከይድ ካብ ዓቢ ከተማ ብዙሕ ነገር ዝረኣዮ ኣብ ንእሽተይ ቁሸት እየ ዝከይድ ነይረ ስለዚ ንዓይ ቁሩብ ከም መቅፃዕቲ ትስምዓኒ ነይራ ንሳ ክትመፅእ ከለካ ግን ፀሓይ ኣለና ዓቢ ከተማ እዩ ዝረአ ኣሎ ኩሉ ስለዚ ነገር ኣይ ወላ ንዓይ ሓቂ ዘረባ ብዘይ ምሕሳው ማለት እዩ ኣነ እንድየ ክገሽ ክመጽእ ተ- ተ- ወሲና ተሰማሚዕና ያ ግን ክመጽ ናብዚ ክመጽእ ከለኹ ብጣዕሚ እየ ዝሕጎስ ነይረ ሓደ እ፣ ወላ ካብ ኤርፖርት ወሪ እ፣ በ- ኤርፖርት በጺሐ ናይ ባዝል ኤርፖርት ንገዛ ክመጽእ መይቢ ተወሰደትለይ ዓሰርተ ሓሙሽተ ደቂቃ እያ ያ ካብዚ ክኸይድ ከለኹ ግን ዓሰርተ ሰዓት ይወሰለይ ነይሩ ክሳብ ገዛይ ድበጽሕ ያ ሙሉእ መዓልቲ ተዳኺመ እሞ ከኣ ኣብ ዕጹው ገዛ'የ ዝኸይድ ዘለኹ ሰብ የለ ኦም የለ እውሽ ብጣዕሚ ደሓርቕ ነይረ I know ይስማዓኒ uh, ነይሩ it's, ብጣዕሚ uh, ሕማቕ ይስማዓኒ ነይሩ ከቢድ እዩ እጅ እሱ ግን እንታይ ይሕግዘና ነይሩ እቲ ሬጉላር ምርኻብ ብርግፅ ገንዘብ ይሓትት እዩ ብዙሕ ወ- ዳርጋ እቲ ቬኬሽን ዝበሃል ዋላ እቲ ካልእ ኣብ ምዘናግዒ ነገራት እውን ይእለ እዩ። ምክንያቱ ብዙሕ ወፃኢታት ኣብ ፍላይት፣ ኣብ ትሬይን፣ ኣብ ባስ ከምኡ እውን ምስ ሓደ ሓደ ግዜ ፍላይት ካንስል ይኸውን ወይ እቲ ድንጉሞ ካንስል ኮይኑ ተወሳኺ እጅ ብዙሕ ክሳራታት ኣሎ። ብርግፅ ግን ኣብ መወዳእታ እንታይ ዕላማኻ ትፈልጥ ኣለካ። ፍቕሪ ዶ ይበልፅ ዋላ ገንዘብ ኢኻ ትብል። ስለዚ እቲ ኣገዳሲ ነገር ኣገዳስነት ክትቦ ክትክል ኣለካ እቲ ፍቕሪ ህይወት እንድሕር ኮይኑ ዘገድሰካ ካልእ ነገር ከተወንዝፎም ክትክል ኣለካ ማለት እዩ ወይ ዋጋ ክትከፍለሉ እውን ቅሩብነት ክህሉ ክኽል ኣለዎ ክልተ ነገር እንዳኸሰርካ ባህሊ ሲ ክህሉ እዩ። እንዳኸሰርካ ክልተ ክሳራ ኣይትኸስርን ኢኻ ኣነ ሕጂ ንኣብነት እንዳኸስ እቲ ገንዘብ ብጣዕሚ ክቡር ገንዘብ ኢና ንኸፍል ኔርና ሕጂ እንዳ ከሰርካ እንከለኻ እቲ ገንዘብካ ብዙሕ እንዳ ከፈልካ እንከለኻስ ግን ትሕጎስካ እንጆይ ትገብሮ ትዛናጋዕ ይህን ምሂን ትባሃል ኣነ ሕጂ ከምኡ ይብለካ ነይረ ትዝክር ተኾይንካሲ ሰሙን ጌሬ ዳርጋ ኣይንፋለጥ እና ኔርና ምሻሎ ከምዚ ናይ ማዕዶ ጥራይ ኢኻ ትፈላለጥ ሰሙን ጌሬ ይኸይድ ይመጽእ ሰለስተ ሰሙን ድሓር ከኣ ብፍላይ ኣብ 2017 ስራሕ እየ ጀሚረ ሽዑ ስራሕ ይሰርሕ ነይረ እታ ሓላፊተይስ ናይ ብሓቂ ዝሓምም እዩ ድመስላ ነይሩ ይኸይድ ሰለስተ ሰሙን ይሰርሕ ሰሙን ናብ ዝመጽእ ገለመለ ደሓር ግን ኣብ ገለ ፖይንት ትዝክርቲ ኮንካ ክልተ ሰሙን ቫኬሽን ወሲደ ናይ ዲሰምበር ዝነበረ ምስቲ ዕረፍቲ ዝነበረ ቄሕ መዓልቲ ይሰርሕ እኔ ነይረ ምስኡ ወሳሲኸ ክልተ ሰሙን ምስ ገበርኩ ሽዑ ሞር ክትፋለጥ ኢኻ ትጅምር እቲኻ እቲ ቅድሚኡ ደሎ ጊዘ ኣይትፋለጥን ኢኻ እተን ክልተ ሰሙን ድመጻኹሉ ግን ብዙሕ ምሻሎ ገለ ገለ ነገራት ትእርሞ ነገራት ትተኣራረም ሽዑ ማለት እዩ መሊስና ኣብ ሳመር ምስ ኮነ ሽዑ 218 ገለ ወርሒ መጽየ ትዝክር ተኮንካ ቫይከሽን ወሲደ ሽዑ ንወርሒ ዕረፍቲ ወሲደ ምስ መጻኹ ዋው ኣይትፋለጥን ኢኻ እኮ ያ ብዙሕ ዳስ ነገር ኣሎ ብማዕዶ ኢኻ ት- እንታይ ድበሃል ትገብር እ፣ ብጣዕሚ ነገራት ኣሎ ሕጂ እንታይ ኣብ ኣብ ከምዚ ግዜ ንሕና እንታይ ሓጊዝና ይብል ኣነ ክትፋለጥ ሞር ዕድል ትረክብ እ፣ ይህን ይህን ትበሃል ዝእረም ትእርም እ፣ ዝድምሰስ ኣብ ዘየድልየካ ነገር ተኮይኑ ካንስል ትገብሮ ነቲ ዘድልየካ ከዓኒ ድሕር ትሕት ኢሉ ደሎ ተዕብዮ ኣነ ሕጂ ብጣዕሚ ንዓይ ሕጂ ብጣዕሚ ኣብኡ ክሰግሮ ዘይደሊ ንዓይሲ ንዓኻ ብምርካበይሲ ኣብ ሂወተይ እቲ ዓብይን ዝረኸብክዎ ነገር ኢለ እንታይ ድበሃል ድገብሮ ኩሉ ነገር ንዓይ ዝኾንካዮሲ ንዓይ ዝገበርካለይሲ እንታይ ንኻልእ ሰብ ዝገበርካዮ ክህሉ ይኽእል እዩ ብዙሓት ሰባት እውን የመስግኑኻ እዮም ግን ብዙሕ ነገር ኮንካ ንዓይ ከም ኣቦይ ዋላ ኣቦይ ኣይትኹን ዋላ ዓብይ ትኹን ናይ ኣቦይ ፊሊን ዝነበረ መሊእካዮ ኣይዓበኻን ሓወ የሕዋተይ ብጣዕሚ ምስ ኣሕዋተይ ፅቡቅ ኮኔክሽን ነይርኒ ናይ ኣሕዋት ፍቅሪ እውን ከምኡ ኮንካ ንዓይ መሓዛ ከምኡ ቤስት መሓዛ ኮንካ ንዓይ ናይ ልበይ ኩሉ ነገር ምሳኻ ዕልል በቲ ሓደ ወገን በዓል እዩ ንዓይ ምሻሎ እንትዒ ንዓይ እውን ሰብኣይ ምዃንካ ብዙሕ ነገር ኣብ ህይወተይ ወላ ኣብ ኣተሓሳስባይ ክዓቢ ወላ ኣብ ቁጠባይ ነቲ ዝነበረኒ ቅድሚ ሕጂ እንታይ ዓይነት ዕቤት ክገብር ከም ዝደሊ ብዙሕ ነገር ሓጊዝካኒ ኢኻ I think ብኩልና እዩ ሓንቲ ኣብዚ እውን ኣነ ከም መተሓሳሰቢ ክቕርባ ዝደሊ ንስኺ ነጆ ክትመፂ ከለኺ ንኣብነት ንሕና ኣነን ትርሃስንሲ ምስ ግዜ፣ ሕጂ እኳ ኣይኮነን ኣብቲ ግዜ ግን ትርሓስ ናብዚ ክትመጽእ ምዃና ምስ ተዘራረብና፣ ንትርሓስሲ ካብ ክትዓብየሉ እትኽእል ናይ ስራሕ ናይ መደብ ህይወታ ናብ ካልእ ዓዲ ክትመጽእ ስለ እትመጽእ ዘላ ግድን ብዛዕባኣ ይሓስብ ነይረ እንታይ ዓይነት ዕድል ክፈጥረላ ይኽእል ኣነ ስለዚ እዚ ሓሳብ እዚ ንዓይ ኣብ ዓቢ ደረጃ ዕብየት ኣብዚ ሕጂ ዘለኹ ዘብጽሓኒ ውን ንሱ እዩ። ነዛ ሰብ እዚኣ ዝኸውን ዕድላትሲ ክፈጥር ኣለኒ ብምባል ገለ ነገር ክበላሓት ጀሚረ። ምክንያቱ ስራሕ ካምፓኒ የብለይን፣ ስራሕ ግባ፣ ስለዚ ገለ ነገር ክንገብር ኣለና ኢልና ሓድሽ መድረኽ ንክትመሃር ኣብዚ ዲጂታላይዜሽን ብዙሕ ዕድላት ክፍጠር ስለ ዝኽእል ኦንላይን ቢዝነስ ጌርና ኣብኡ ክትዓይይ ኢለ ሓሳብ ገይረ ድሮ እቲ ሓሳብ ዝገበርናዮ ክንሰርሓሉ ስለ ዝጀመርና ሕጂ ንዕዑ ማነጅ ትገብር ኣላ ኣብ ንዓይ እውን ብዙሕ ብዙሕ ሓገዝ ገይራትለይ ካብ ምሳኺ ዝርከብ ዝራኸብን ሂወትና ንጅምርን ሲ ክሳብ ክንደይ ኣብ ሂወተይ ውን ለውጢ ከምዝገበርኩ ትርእይኒ ኣለኺ ስለዚ እቲ ናትኪ ምምጻእ ውን ንዓይ ውን ሓደ ዓቢ blessing እዩ ኔሩ በቲ ሓደ ልብኻ ኣውዲቕካ ትወድቀሉ ጸግዒ ክትረክብ ከለኻ ዓቢ ደገፍ እዩ ምኽንያቱ እሱ ዓቢ ሓገዝ እዩ ዝገብረልካ ሓደ ሓደ ግዜ ሲንግል ወዲ እንድሕሪ ኮይኑ ወዲ ኣብ ኣብ ደቂ ኣንስትዮ ምላይ ክንደይ ኤነርጂ እዩ ዝወስድ ግዜ ናብቲ ናብቲ ክትብል ርጉእ ሂወት ክርትረክብ ከለኻ ኤነርጂኻ ሽዑ ናብቲ ትደልዮ ነገር እዩ ዝኸይድ ስለዚ ዓብዪ ዓቢ ደገፍ ነይርዎ ንዓይ ውን ክብል ይኽእል ብርግጽ ካብ ልቢ እየ ድማ ዘመስግን ስለዚ እቲ ቀንዲ ክንብሎ ንደሊ ነታ ሰብ ናባኻ ክትመፅእ ተኮይና ወይ እቲ ናብቲ ክመኸይን ድሕሪ ኮይኑ ክንሓስብ ክንክል ኣለና ስቕ ኢልና ኣብ ገዛ መፅኡ ኮፍ ክንብል ኣይነ ኣይ ክንግድዶም የብልናን ዕድላት ክንፈጥረሎም ኣለና ብዝተኻለና ካልኣይ ድማ እቲ ዝኸይድ ሰብ ኣየናይ እዩ ዝያዳ ክህሰ ዝኽእል ክንርኢ ኣለና። ድሕሪ ነቲ ህይወትካ ክልቴኻ ብሓደ ትነብር ተኾይንካ ኣምጺኻ ኣብዚ እሱር ክትገብሮ ኣይኮንካን ዕድላት ክትፈጥረሉ ኣለካ። ስለዚ ናተይ ዕላማ ቀንዲ ትርሃስ ንስዊስ ክትመጽእ እንተ ኮይና ካብ ኣብ ስዊድን ዝነበራ ዝበለጸ ዕድላት ክትረክብ ትክእል ኣለዋ ናይ ህይወት እዚ ኣገዳሲ እዩ። ከምኡ ድማ ኣነ ስለዚ እቲ ናይ ህይወት ውሳነታት ክትገብር ከለኻ መስዋእቲ ጌርካ እኳ ትኸይድ እንተለኻ ግን ኣብኡ ህይወትካ ክድቆስ የብሉን። ዝላለ ዝለዓለ ከተንብበሉ እትኽእል ባይታ ንምፍጣር እውን ክንጽዕር ኣለና መስለኒ። ኣይ ቲንክ እታ እታ ቪድዮ እውን ኣንዊሕናያ ኣለና። ዝያዳ ግን እንታይ ከተሓሳስብ ይደሊ ኣብ መወዳእታ እቲ ህይወት መደምደምታ ብሓደ ብምንባር እዩ ዝኸውን። ብሓደ ክትነብር ትደሊ እንተኮይንካ ብዘየገድስ ገንዘብ ድዩ ጸገም ያ ፕላናት ናይ ህይወትካ ትምህርቲ ክኸውን ይኽእል ገለ ክኸውን ይኽእል ንሱ ምስ ተበጽሐ ግን ኣብ ሓደ ቦታ ንክትኣቱ ናብ ሓደ ቦታ ንክትነብር ክትውስን ክትክል ኣለካ ኣይ ቲንክ እሳ እያ እታ ሕመረት ናይ ሂወት እየ ዝብል ኣነ ካብ ናተይ ተመክሮ ያ ማለት እንታይ እስከ ንሕና ሲ ካብቶም ብፍላይ ኣብ ኣፍሪቃ ኮይኖም ዝፅበዩ ሰባት ሲ ዝዓበየ ዕድል ኣለና ማለት ብተኸኣለ መጠን ይርዳእኒ እዩ ኣነ ከቢድ እዩ ዓሰርተ ግዜ ክትገሽ ወላ ንዓና እኮ ኣብቲ ናህና ፋይናንሻል እኮ ተኣሽ ንገብረና ነይሩ ግን ሓደ ሓደ ግዜ እውን ደሓን እዮም እቶም ሉፍታንዛ ክልተ ጊዘ መሊሶሙልና ነይሮም ገንዘብ ትዝክሮ ተኮንካ ኣሎ ምሽ ኣሎ ገለ ገለ ነገራት ኣሎ ሓገዛት ትረክቦ ኢካ ብዝተካእለና መጠን ሲ ክንጋየሽ ክንክእል ኣለና ብሓደ ኮይና ናይ ንሕልፎሉ ጊዘ ክንፋለጥ ኣለና ክሳብ እቲ ሂወት ከይ ጀመርናዮ ከለና ሲ ኣነ ሕጂ መጺኣ ዓመትን ገለን ቅድሚኡ ምግባረይ ሲ እተን ክልተ ጊዘ ዝመጻክወን ጠቂመናን እየን ንዓይ ብፍላይ ንዓይ ማለት ብዙሕ ነገር ከዕሪ ከምዘለኒ ሲ ተጠቂመለን እየን ንዐን ሕጂ እንታይ ክንገብር ኣለና ጠቕሊልና ብሓንሳብ ከይመጻእና እንከለና ክሳብ ንመጽእ ማለት እዩ ክንፍትኖ ኣለና ነቲ ነገራት ብሓንሳብ ኮፍ ኢልና ክልተ ሰሙን ሰለስተ ሰሙን ወርሒ ዕረፍቲ ውስድ ኣቢልና ብሓደ ኮይና ነዊሕ ግዜ ምሽ ተሕልፍ ሽዑ እንታይ ትኸውን ነዊሕ ትፋለጥ ነገራትካ ትተኣራረብ ብዙሕ ነገራት ነቲ ጽቡቕ ዘለካ ክተዕብዮ ገለ እንታይ ድበሃል ትገብር ኣነ ከምኣ ይብል ብዝተኻእለ መጠን ከምኡ ተጌርና ጽቡቕ ኮይኑ ይስማዓና ንማለት እዩ Yeah I think እቲ ዕላል ናይ ሎሚ እቲ ነጥብታት ድሮ ርኢኹሞ ትኾኑ ካብ ተመክሮና ዓቢ ተመክሮ ኣይኮነን ፍል ብርግጽ ግን እዚ ተመክሮ እዚ ድማ ሓደት ናትካ ኢኻ ሸር ትገብር I hope ንእሽትለይ መልእኽቲ ወይ ትምህርቲ ንዓኹም ዝሕግዝ ነቶም ተፈላሊኹም ዘለኹም ንእሽተይ ክሕግዝ ዝኽእል ካብ ዓቕምና ማለት እዩ ካባና ንላዕሊ ዓቕሚ ዘለኩም ካብ ተመክሮኹም ኣብ ታሕቲ ክትጽሕፉ ናተመነኹ ናይ ትርሓስ ግዜ ዝሃበትና ምኽሪ ብጣዕሚ እና ኣድነቕኩን ናመስገንኩን የቐንየልና ትርሓስ ብሽም ኩልና ማለት እዩ ንዓዓ ውን ከምቲ ተታባብዕዋ ዘለኹም ብጣዕሚ እያ ኣተባቢዕኩማ ሪሊ ጽቡቕ ዝኾነ ሓበሬታታት ትበና ኣላ ኣይ ቲንክ ኢትስ ቨሪ ኢምፖርታንት ንገሌና ምናልባት ኣይጠቕመና ንብዙሓት ካልኦት ግን ክጠቅም ከም ዝኽእል ክንፈልጥ ኣለና እናበልኩ እንድሕር ፈቲኹማ ንኻልኦት ሼር ክትገብርዋ ትኽእሉ ናይ ሎሚ ትምህርቲ ግን ኣብዚ ወዲና ኣለና thank you so much ብምክትታልኩም ኣብ ካልእ ክሳብ ንራኸብ ከኣ ደሓን ኩኑ ይብለኩም ቻው። ቻው ሰላም ግበሩ።